ኦሪት ዘፍጥረት ምዕራፍ ዓሰርተ ኣርባዕተ ኣብራም ንሎጥ ከም ዘድሓኑ በዚ ዘመን እዚ ኣምራፌል ንጉስ ሰናኦር

ምስ ንጉስ ቤላዕ ንሳ ኸኣ ዞኣር ውግእ ገጠሙ። እዞም ዳሕሮት ኵላቶም ናብቲ ጐልጐል ስዲም ተባሂሉ ዝጽዋዕ ምዉት ባሕሪ ተኣከቡ። ንኬዶርላኦሜር ዓሰርተው ክልተ ዓመት ተገዚኦምዎ ነበሩ። ኣብ መበል ዓሰርተው ሰለስተ ዓመት ድማ ዓለው። ኣብ መበል ዓሰርተው ኣርባዕተ ዓመት ድማ

ኖሆራውያን ኣብ ኮሮቢት ስዒር ክሳብ እታ ኣብ ጫፍ ምድረ በዳ ዘላ ጳራም ሰዓርዎም። ተመሊሶም ድማ ናብታ ዔን ሚሽጳጥ እትበሃል ቃዴስ መጹ። ንዅላ ምድሪ ኣማልቃውያንን ነቶም ኣብ ሓጻጾን ታማር ዝነበሩ ኣሞራውያንን ከኣ ሰዓርዎም። ሽዑ ንጉስ ሰዶምን ንጉስ ገሞራን ንጉስ ኣድማን ንጉስ ጸቦይምን ንጉስ ናይታ ዞኣር እትበሃል ቤላዕን ወጺኦም ምስ ኬዳር ላኦሜር ንጉስ ዔላን ቲድዓል ንጉስ ጎይምን ኣምራፌል ንጉስ ሰናኦርን ኣርዮክ ንጉስ ኤላሳርን ኣርባዕተ ነገስታት ምስቶም ሓሙሽተ ነገስታት ክዋግኡ ኣብ ጎልጎል ስዲም ተሰለፉ። እቲ ጎልጎል ሲዲም ድማ ጎዳጉዲ ቕጥራን መሊኡ ነበረ። ነገስታት ሰዶምን ጎመራን ከኣ ኺሃድሙ ኸለዉ ኣብኡ ወደቑ። እቶም ዝተረፉ ነገስታት ድማ ናብቲ ጎቦታት ሃደሙ። እቶም ኣርባዕተ ነገስታት ከኣ ናይ ሰዶምን ገሞራን ኵሉ ገንዘብን ኵሉ ዚብላዕን ወሰዱ እሞ ኸዱ። ሎጥ ወዲ ሓዉ ንኣብራም ድማ ኣብ ሰዶም ይነብር ስለ ዝነበረ ምስናይ ገንዘቡ ሒዞምዎ ከዱ። ሓደ ዝሞለቐ ኸኣ ናብ ኣብራም እቲ እብራዊ መጺኡ ነቲ ዝኾነ ነገሮ። ኣብራም ድማ ኣብቲ ዓበይቲ ኣእዋም ናይ መምሬ እቲ ኣሞራዊ ሓው ኤሽኮልን ሓው ዔነርን ይቕመጥ ነበረ። ንሳቶም ከኣ ምስ ኣብራም ኪዳን ተኣታትዮም ነበሩ። ኣብራም ድማ ወዲ ሓው ከም ዝተማረኸ ምስ ሰምዐ፣ ሰለስተ ሚእትን ዓሰርተው ሸሞንተን ኣብ ቤቱ ዝተወልዱ ፍቱናት ሰብ ኣዕጢቑ ክሳብ ዳን ደድሕሪኦም ሰዓበ። ንሱን ግዝኣቱን ተመቒሎም ከኣ ብለይቲ ወቕዕዎም፣ ክሳብ ሆባ ሰሜን ደማስቆ ድማ ሰጐግዎም። ነቲ ገንዘብ ኩሉ ኸኣ ኣምለሶ። ንሎጥ ወዲ ሓዉን ገንዘቡን ከምኡ ኸኣ ነተን ኣንስትን ነቲ ህዝብን ኣምለሰ። መልከጸዴቅ ንኣብራም ከም ዝባረኾ። ኣብራም ንኬዶርላኦሜርን ነቶም ምስኡ ዝነበሩ ነገስታትን ስዒሩ ክምለስ ከሎ፣ ንጉስ ሰዶም ክቕበሎ ናብቲ ለሰ ንጉስ ዝበሃል ለሰ ሻዌ ወጸ። እቲ ኻህን ልዑል ኣምላኽ ዝኾነ መልከጸዴቅ ንጉስ ሳሌም ድማ እንጌራን ወይንን ኣምጸ። ንሱ ድማ ንኣብራም፣ ሰማይን ምድርን ዝፈጠረ ልዑል ኣምላኽ ይባርኽካ። እቲ ንጸላእትኻ ኣብ ኢድካ ኣሕሊፉ ዝሃበካ ልዑል ኣምላኽ ከኣ ብሩኽ ይኹን እናበለ ባረኾ። ኣብራም ድማ ካብቲ ዝማረኾ ዘበለ ዕሽር ሃቦ። ንጉስ ሰዶም ከኣ ንኣብራም፣ ነቶም ሰባት ሃበኒ፣ ነቲ ገንዘብ ግና ንኣኻ ውሰዶ በሎ። ኣብራም ድማ ንንጉስ ሰዶም፣ ብስም እቲ ልዑል ኣምላኽ ሰማይን ምድርን ዝፈጠረ እግዚኣብሄር እምሕል ኣለኹ። ንኣብራም ኣነ ኣሃብተምክዎ ከይትብልሲ ፈትሊ ኮነ ስራ ካሳ እንኮነ ካብ ናትካ ገለ እኳ ኣይወስድን እየ። ብጀካ እቲ እቶም ኣጉባዝ ዝበልዕዎ ንገዛእ ርእሰይ ሓንቲ እኳ ኣይወስድን እየ።